ሰላም ዝኸበርኩም ተኸታተልቲ ስኔማ ሰመረ ዕለታዊ ዜና ስፖርት ሒዘልኩም ቀሪበ ኣለኹ ንምክትታልኩም ብኽብሪ ይዕድም። ኣባል ኢንተርማርሽ ኤርትራዊ ቢንያም ግርማይ ኣብ ልምዓታዊ ፕሮጀክት ምስ ዝተፈላለዩ ኣባላት እዚ ሓይሊ ምግራብ ኣግራብ በፂሑ ሰፋሕቲ መደባት ምግራብ ምዕቃብ ሓመድን ማይን ምክልካል ሕዛእቲ ሓለዋ ኣግራብን እንስሳን ንሰፊሕ ከባቢታት ሃገርና ናብቲ ቅድሚ ሚእቲ ዓመት ዝነበሮ መልክዕ ጫካታት ይቕይረሎ መግዛእቲ ከም ዝሕብርዎ ኣብ እዋን መግዛእቲ ኢጣልያ ኣርብዓ ሚእታዊት መሬት ኤርትራ ብዱር ዝተሸፈነ ምንባሩ ይንገር። ምግራብ ኪንዮት ዝህቦ ክሊማዊ ረብሓታት ከም ምንጪ ኣጉናት፣ ከም መንበሪ እንስሳ ዘገዳም፣ ንምስሳን ምህርቲ መዓር፣ ንምምዕባል ቱሪዝም ዝህቦ ረብሓ ኣቃሊልካ ዝርኣ ኣይኮነን። ካብ ዜናታት ቢንያም ግርማይ ከይወጻና ብመሰረት ዓመታዊ ካላንደር ሃገራዊ ፈደሬሽን ቅድም ብሽክለታ ኤርትራ ናይ ሎሚ ዓመት ናይ ጽርግያ ውድድር ሻምፒዮን ኤርትራ ሰንበት 29 ሰነ ክካየድ ሰሪዕዎ ኣሎ እዚ ማለት ድማ ሓደ ሰሙን ቅድሚ እቲ ሓሙሽተ ሓምለ ዝፍልም ቱር ደ ፍራንስ ምዃን እዩ ስለዚ ነዞም ዕለታት ኣብ ግምት ብምእታውን በቲ ሓደ ወገን ድማ ቢንያም ምስ ክለቡ ክገብሮ ዝግብኦ ናይ ምድላው ግዜን ኣብ ግምት ብምእታው ነቲ ክእሎታት ምስታፍ ቢንያም ግርማይ ኣብ ሻምፒዮን ኤርትራ ኣብ ምልክት ሕቶ ዘእትዩ ከም ዝዝከር ኣብ 2023 ተመሳሳሊ ሲናርዮ ኣጋጢሙ ነይሩ። ኣብ 2023 ብዓወት ኣማን መዛዘሚ ኣብ ዝረኸበ ሻምፒዮን ኤርትራ 25 ስኒ ክካየድ እንከሎ ቢንያም ግርማይ ድማ ድሕሪ ሓደ ሰሙን ናይ ሻምፒዮን ኤርትራ ግዜ ኣብ ዙር ፈረንሳ ዝጽመድ ብምንባሩ ኣብ ሻምፒዮን ኤርትራ ከይተሳተፈ ምትራፉ ናይ ቅድሚ ክልተ ዓመታት ተዘክሮታት እዩ። ብተመሳሳሊ መንገዲ ቢንያም ግርማይ ኣብዚ ሎም ዓመት ሻምፒዮን ኤርትራ ዘይሳተፍ ምስ ዝኸውን መቐረት ሻምፒዮን ኤርትራ ናይዚ ዓመት ብመጠኑ ክጎድል እዩ። ናይ ሎም ዓመት መወዳደሪ ቦታ ሻምፒዮን ኤርትራ ካብ ናይ ዝሓለፉ ዓመታት ብዝተፈለየ ካብ ዓቐበታት ሓራ ብምዃኑ ድማ ቢንያም ግርማይ ሓደ ካብቶም ብቐዳምነት ነቲ ውድድር ክዕወትሉ ዝኽእሉ ሕጹያት ተቐዳደምቲ ሓደ እዩ። ብዘይካዚ ቢንያም ኣብ ቅጽበታዊ ውድድር ምስ ከም ሚልክያስ ማእከለ ዝኣመሰሉ ውልዶ ተቐዳደምቲ ከካይዶ ትጽቢት ዝተገብረሉ ናይ ቅጽበታዊ ውድድር ቅልስ እውን ኣብ ባይታ ዘይክህሉ ይኽእል እዩ። ብዓቢኡ ድማ ኣፍቃሪ ቅድድም ብሽክለታ ኤርትራ ነቲ ዝሓለፈ ዓመት ኣብ መድረኻት ፈረንሳ ክነግስ እንከሎ ብሓጎስ እናደበለ ንዘሰንዮ ቢንያም ግርማይ ኣብ መሬት ዓዱ እናተወዳደረ ናይ ምርኣይ ተኽእሎኡ እናተሓተ ይመጽእ ምህላዉ ምግንዛብ ከድሊ እዩ። ንናይዚ እዋን ብሉጻት ተቐያደምቲ ብሽክለታ ዓለምና ጠርኒፉ ኣብ ምክያድ ዝርከብ ክራይተርየም ዶፊነ ረቡዕ ዓሰርተ ሓደ ሰነ ብራብዓይ መድረኹ ተኻይዱ። ኣብዛ መድረኽ ድማ ተቐያደምቲ ዓሰርተ ሸውዓተ ነጥቢ ኣርባዕተ ኪሎ ሜተር ዝርሕቐታ ናይ ውልቂ ናይ ግዜ ውድድር'ዮም ኣካይዶም። ነዛ መድረኽ ድማ ዝቐልጠፈ ተቐያዳማይ ዓለምና ቤልጁማዊ ኣባል ሶዳል ኩክስቴፕ ረሜኮ ኤቨኖፐል ኣብ ሰዓት ሓምሳ ነጥቢ ሓደ ኪሎ ሜተር እናረገጸ ንውድድሩ ብዕስራ ደቒቕን ሓምሳ ካልኢትን ብምዝዛም ቀዳማይ ኮይኑ ተዓዊቱ። ዴንማርካዊ ኣባል ቲም ቪዝማ ዮናስ ቪንጌጋርድ ብ ዕስራን ሓደን ካልኢታት ዲሕሩ ካልኣይ፣ ኣሜሪካዊ ኣባል ቪዝማ ማትዮ ጆርጊንሰን ብ ሰላሳን ሸሞንትን ካልኢታት ዲሕሩ ሳልሳይ፣ ስሎቬናዊ ታዴ ፖጋቻር ድማ ብ ኣርባዓን ትሽዓትን ካልኢታት ዲሕሩ ራብዓይ ተርታ ሒዙ። ኤርትራውያን ተቐዳደምቲ ሄኖክ ሙሉብርሃን ብ ኣርባዕተ ደቒቕን ዓሰርተ ሓደ ካልኢትን ዲሕሩ መበል ሚእትን ኣርባዓን፣ ኣማኑኤል ገብረእግዝኣብሄር ድማ ብ ኣርባዕተ ደቒቕን ዓሰርተ ሸሞንተ ካልኢትን ዲሕሩ መበል ሚእትን ኣርባዓን ሰለስተን ተርታ ሒዙ። በዚ መሰረት ቤልጅማዊ ዕዉት መድረኽ ሬሜኮ ኤቨኖፐል ብ ዓሰርተ ኣርባዕተ ሰዓትን ሰላሳን ሓደን ደቂቕን ሸሞንተ ካልኢትን መሪሕነት ክራይቶሪየም ዶፊነ ተረኪቡ። ጀርመናዊ ኣባል ሬድ ቡል ቦራ ፍሎርያን ሊፖቪትዝ ብ ኣርባዕተ ካልኢት ኣዲሕሩ ካልኣይ፣ ስጳኛዊ ኢቫን ሮሚዮ ብ ትሽዓተ ካልኢት ኣዲሕሩ ሳልሳይ፣ ማቲው ቫን ደር ፖል ብ ዓሰርተ ኣርባዕተ ካልኢት ዲሕሩ ራብዓይ፣ ዴንማርካዊ ዮናስ ቪንጌጋርድ ብ ዓሰርተ ሽዱሽተ ካልኢት ኣዲሕሩ ሓምሻይ፣ ታደይ ፖጋቻር ብሰላሳን ሸሞንተን ካልኢት ኣዲሕሩ ሻሙናይ ሄኖክ ሙሉብርሃን ብሸሞንተ ደቂቕን ኣርባዓን ትሽዓተን ካልኢትን ዲሕሩ መበል ተስዓን ሸሞንተን ኣማኑኤል ገብረ እግዚኣብሄር ድማ ብዕስራ ደቂቕን ሰላሳን ሸሞንተን ካልኢትን ዲሕሩ መበል ሚእትን ሰላሳን ሽዱሽተን ተርታ ሒዙ ኣሎ። ብነጥቢ ሆላንዳዊ ማቲው ቫን ደር ፖል ብስሳ ሓደ ነጥቢ ቀዳማይ፣ ታደይ ፖጓቻር ብሰላሳን ትሽዓተ ነጥቢ ካልኣይ፣ ሬሜኮ ኤቨኖፐል ብሰላሳን ሸውዓተ ነጥቢ ሳልሳይ፣ ዮናስ ቪንጌጋር ድማ ብሰላሳን ኣርባዕተ ነጥቢ ራብዓይ ተርታ ሒዙ ኣሎ። ፈረንሳዊ ኣባል ኮፊድስ ፖል ኦርሶሊን ማልያ ኣንበሳ ዓቐብ ዓቂቡ ክወጽእ እንከሎ ዕዉት መድረኽ ሬሜኮ ኤቨኖፐል ድማ መሪሕነት ብሉጽ መንእሰይ ዶፊነ ተረኪቡ ብጋንታ ሆላንዳዊ ቲም ቪዝማ መሪሕነት ጨቢጣ። ክራይቶርዩም ዶፊነ ሓሙስ ዓሰርተ ክልተ ሰነ ብሓምሻይ መድረኹ ኣብ ዝቕጽለሉ ተቐዳደምቲ ሚእትን ሰማንያን ሰለስተን ኪሎሜተር ዝርሕቐታ ውድድር ከካይድዮ። ማንቸስተር ሲቲ ንሆላንዳዊ ኣከፋፋሊ ቲያኒ ሬንደርስ ብቀዳማይ ክፍሊት 46 ሚልዮን ፓውን ካብ ኤስ ሚላን ከም ዘፈረመቶ ወግዓዊ ጌራ ኣብ ኢትሓድ ንዝቕፅሉ ሽዱሽተ ዓመታት ክፃወት ቲሮን ወረቐትን ዘረኸበ ሬንደርስ ንሪያን ኣይት ኑሪ ማርኮስ ቤትሊኒን ሪያን ቸርክን ስዒቡ ራብዓይ ፈራሚ ማንቸስተር ሲቲ ናይ ዝክራማት ክኸውን ክኢሉ እዞም ኣርባዕተ ተጻወትቲ ኣብ ግዜኡ ስለ ዝፈረሙ ድማ ኩሎም ኣብ ዋንጫ ክለባት ዓለም ናይ ምጽዋት ምሉእ ፍቓድ ዝረኸቡ እዮም። ዝሓለፈ ናይ ውድድር ዓመት ካብ ማእከል ሜዳ ነቒሉ ዓሰርተ ሽዱሽተ ሸቶ ዘመዝገበ ሬይንደርስ፣ ብሉጽ ኣከፋፋሊ ሴሪኣ ናይ ዝሓለፈ ዓመት ኰይኑ ምሽላሙ ኣይርሳዕን። እዚ ከምዚ'ሉ እንከሎ፣ ማንቸስተር ሲቲ ከም ኣካል ናይቲ ብንጥፈት ተዋስኣሉ ዘላ መስርሕ ዕድገት ተጻወትቲ፣ ሕጂ ድማ ከም መግለጺ'ዚ ኣትሌቲክ ንከም ኣርሰናልን ኣስቶን ቪላን ዝኣመሰላ ክለባት በሊጻ ንመስርሕ ኖርዌጃዊ ወዲ ዓሰርተ ሸሞንተ ዓመት ካፋፋሊ ሰቨረ ኒፓን ከም ዝተዓወተትሉ ተገሊጹ። ማንቸስተር ሲቲ ነቲ ናይ መጻኢ ማርቲን ኦዴጋር ዝተባህለሉ ተጻዋታይ ንምዕዳግ ሰሊዓቶ ዘላ መጠን ገንዘብ ድማ ናይ ክለቡ ረዘንቦረ ክብረ ወሰን መሸጣ ምዃኑ ዘ ኣትለቲክ ወሲኻ ሓቢራ። ኣብ ሁለት ሽሕ ዕስራን ክልተን ወዲ ዓሰርተ ሓሙሽተ ዓመት እንከሎ ብማልያ ሮዘንበርግ ፋልማይ ጸወቱ ዘካየደ ኒፓን ኣብ ወርሒ ጥሪ ምስ ኣርሰናል ርክብ ምክያዱ እኳ እንተተገልጸ ናይ ኣርሰናል ፕሮጀክት ምስጦ ብዘይምኽኣሉ ግን ካልእ ኣማራጺታት ሃሰው ክብል እዩ ተራእዩ። ድሕሪ ኣርሰናል ነቲ ኮተቴ ደሃዩ ዝገበረት ኣስቶን ቪላ ድማ ብመንገዲ ሞንቺ ክሳብ ኖርወይ ተጓዒዛ ነቲ ተጻዋታይ ንምእማን ዘካየደቶ ጻዕሪ ጥራይ ኢዳ ክትምልስ ክኢላ። ኒፓንን ወላዲኡን ብሃታ ሃታ ንነገራት ክፍጽምዎም ብዘይምድላዮም ድማ ነቲ መስርሕ ምውጽኡ ካብ ሮዘንበርግ ክሳብ ክራማት ናይዚ ዓመት ክናዋሕ ኣብ ውሳነ በጺሖም ጸኒሖም። ዘ ኣትለቲክ ከም ዝዘርግሐቶ ድማ ማንቸስተር ሲቲ ንዕድጊ ኒፓን ተዓዊታትሉ ከም ዘላን ብቐጥታ ኣፈሪማ ድማ ብልቓሕ ናብታ ምስኣ ኣብ ትሕቲ ሓደ ዋንነት እትመሓደር ስጳኛዊት ክለብ ጂሮና ብልቓሕ ክትሰዶ መደብ ከም ዘለዋን ተገሊጹ። ሰቨረ ኒፓን ከም ዝተዓወተትሉ ጀርመናዊ ናይ ክንፊ ኣጥቃዓይ ባየር ሙኒክ ሊሮይ ሳነ ዝመጽእ መወዳእታ ወርሒ ሰነ ውዕሉ ድሕሪ ምዛሙ ድሕሪ ሓሙሽተ ዓመታት ካብታ ጋንታ ብነጻ ክወጽእ ምዃኑ ተገሊጹ። ሳነ ኣብዚ ውሳነ ክበጽሕ ዝኸኣለ ኣብ ሓድሽ ውዕል ብዝምልከት ምስ ባየር ሙኒክ ኣብ ስምምዕ ክበጽሕ ብዘይምኽኣል እዩ። ስካይ ጀርመኒ ከም ዝዘርግሐቶ ዜና ድማ ሊሮይ ሳነ ዝመጽእ ሰላሳ ሰነ ናይ ሓሙሽተ ዓመታት ውዕል ድሕሪ ምዝዛሙ ካብ ባየር ሙኒክ ነጻ ተጻዋታይ ኮይኑ ክወጽእ ምዃኑ ኣፍሊጣ። ሳነ ዋላኳ ኣቐዲሙ ምስ ሙኒክ ብዝተመሓየሸ መሃያ ንምጽዋት ኣብ ስምምዕ ክበጽሕ ተቓሪቡ እንተነበረ ድሒሩ ግን ውክልንኡ ናብ ፒኒ ዛሃቢ ድሕሪ ምቕያሩ ሓሳቡ ቀይሩ ካብታ ባቫርያዊት ጋንታ ክወጽእ ከም ዝወሰነ ተገሊጹ። ሊሮይ ሳነ ኣብ ክልተ ሽሕን ዕስራን እዩ ብኣስታት ኣርባዓን ትሽዓተን ሚልዮን ኤሮ ካብ ማንቸስተር ሲቲ ናብ ሙኒክ ተሰጋጊሩ። ካብቲ ግዜ እቲ ንደሓር ኣብ ክልተ ሚእትን ዕስራን ግጥማት ሙኒክ ክስለፍ እንከሎ ስሳን ሓደን ሸቶታት ድማ ምስ ሓምሳን ሓሙሽተን ናይ ሸቶ ቀረብ ኣዳልዩ። ንጉስ መስርሓት ምስ ስጋር ተጻወትቲ ኢጣልያዊ ፋብሪዚዮ ሮማኖ ኣብ ሰዓታት ድሕሪ ቀትሪ ኣብ ገጻት ትዊተር ኣብ ዝዘርግሖ ዜና ሌሮይ ሳነ ንዝቕጽሉ ሰለስተ ዓመታት ምስ ጋላታሰራይ ምጽዋት ከም ዝወደእን ረቡዕ ኣብ ሰዓታት ምሸት ድማ ሕክምናዊ መርመራ ንምክያድ ናብ ቱርኪ ክበርር ምዃኑን ሓቢሩ። ብክለብ ስፖርቲን ሊዝበን ከም ዝተኻሓደ ዝሕብር ዘሎ ሽወደናዊ ኣጥቃዓይ እታ ጋንታ ቪክቶር ጊዮክረስ እታ ጋንታ ቀዲማ ምስ ተጻዋታይ ንዝኣተወቶ ቃል ዘይተኽብር እንተኾይና ድሕሪ ደጊም ማልያኣ ለቢሱ ክጻወት ከም ዘይኮነ ከም ዝሓበረ ሪኮርድ ዝተባሃለ ፖርቹጋላዊት ማዕከን ዜና ሓቢራ። ጊዮከረስ ኣቐዲሙ ምስ ሓለፍቲ ስፖርቲንግ ኣብ ጉዳይ መሸጡ ብዝምልከት ኣብ ሓደ ስምምዕ በጺሖም ነይሮም። እቲ ስምምዕ ድማ ጊዮከረስ ኣብ ክራማት ናይዚ ዓመት መልቀቒ ዋግኡ ቀኒሱ ብኣስታት ሓምሳን ሸሞንተን ሚልዮን ፓውንድ ድሒሩ ምስ ዝውሰኽ መጠን ገንዘብ ካብታ ጋንታ ክወጽእ ከም ዝኽእል'ዩ ኣብ ስምምዕ በጺሑ ነይሩ። ይኹን ግን ፕረዚደንት እታ ጋንታ ፈደሪኮ ቫርዳናስ፣ ጊዮከረስ ካብ ክለቦም ክሽየጥ እንተኾይኑ በቲ ናይ ቅድሚ ሕጂ መፍረሲ ውዕሉ ሰማንያ ሚልዮን ኤሮ ጥራይ ክሽየጥ ምዃኑ ድሕሪ ምሕባሩ'ዩ ጊዮከረስ ኣብ ክለቡ ኣድማ ክገብር ተላዒሉ። ድሒሮም ዝማዕበሉ ዜናታት ከም ዝሕብሮ ድማ ፕረዚደንት ስፖርቲን ሊዝበን ቫራንዳስ ኣብ ጉዳይ መሸጣ ጊዮከረስ ኣመልኪቱ ቃሉ ከም ዘይዓጸፈን መብጽዑ ከም ዘይጠለመን ብምሕባር፣ እታ ሓንቲ ምስ ጌኮረስ ኣብ ስምምዕ ዝበጽሑላ ድማ እታ ጋንታ ኣብ ምሻጡ ምሉእ መልቀቒ ዋግኡ ክትሓትት ከም ዘይኮነት ከም ዝነበረ ገሊጹ። ብዘይካዚ እቲ ፕረዚደንት፣ ጌኮረስ ብ ሰብዓ ሚልዮን ኤሮ ካብ ክለቦም ክለቅቕ ከም ዘይኮነ ገሊጹ። ንሱ ኣብ መግለጺኡ፣ ሓንቲ ርግጸኛ ክኾነልኩም ዝደሊ፣ ጌዮከረስ ብ ሱሳ ሚልዮን ድሒሩ ብዝምልእ ዓሰርተ ሚልዮን ካብታ ጋንታ ኣይወጽእን እዩ። ነዚ መብጽዓ ኣይኣተኹሉን። ክሳብ'ዛ ዕለት እዚኣ ስፖርቲን ኣብዚ ዓመት ይኹን ዝሓለፈ ዓመት ዝኾነ ጠለብ ኣይቀረበላን ክብል ገሊጹ። እቲ ፕረዚደንት ኣብ መወዳእታ ካብ ሽያጥ ጌዮኮረስ ምሉእ ሚእቲ ሚልዮን ዩሮ ከምዘይጽበ ግን ካብ ምግላጽ ኣይተቖጠበን። ኣብዚ ግዜ ኣርሰናል ኣንፈታ ምሉእ ብምሉእ ናብ ቤንጃሚን ሴስኮ ጌራ ብምህላዋ እታ ዝሓሸ ንጌዮኮረስ ንምፍራም ዕድል ሒዛ ዘላ ማንቸስተር ዩናይትድ እያ። ይኹን ግን ማንቸስተር ዩናይትድ ንመስርሕ ዕድጊ ጌዮኮረስ ተፈጻሚ ክትገብር እትኽእል ኣቐዲማ ኣብ መሳርዓ ምጽራይ ተጻወትቲ ጌራ ደሓን ዝኾነ ገንዘብ ኣታዊ ምስ ትገብር ጥራይ'ዩ። እዚ ከምዚሉ እንከሎ፣ ጌዮከረስ ስሙ ብጥብቂ ምስ ማንቸስተር ዩናይትድ ኣብ ዝተሓሓዘሉ ዘሎ ግዜ፣ ናይ ቅድም ተጻዋታይ እታ ጋንታ ሪዮ ፈርዲናንድ፣ ጌዮከረስ ኣብ ፕሪምየር ሊግ ኣድማዒ ናይ ምዃን ተኽእሎ ትሑት ምዃኑ ገሊጹ። ኣብዚ ግዜ ሓደ ካብ ተባሃግቲ ኣጥቃዕቲ መድረኽ ኤውሮጳ ኮይኑ ዝርከብ ውዱዕ ዕስራን ሸውዓተን ዓመት ጌዮከረስ፣ ኣብ ሁለት ሽሕን ዕስራን ሰለስተን ኣብ ሊዝበን እግሩ ካብ ዘንብር ንደሓር ኣብ ዘካየዶ ሚእትን ክልተን ግጥማት፣ ተስዓን ሸውዓተን ሸቶ ምስ ዕስራን ሸሞንተን ቀረብ ክገብር ክኢሉ። ፈርዲናንድ ብዛዕባ ጌዮኮረስ ኣመልኪቱ ኣብ ዝሃቦ ሓሳብ፣ እቲ ኣጥቃዓይ ኣብ መድረኽ ፕሪመሊግ እንግሊዝ ክጽገም ምዃኑ ብምሕባር፣ እቲ ኣብ ሊግ ፖርቹጋል ብቐሊሉ ረኺቡ ናብ ሸቶ ዝቕይሮም ዘሎ ዕድላት፣ ኣብ መድረኽ ፕሪመሊግ እንግሊዝ ክረኽብኦም ከምዘይኮነ ገሊጹ። ዝሓለፈ ናይ ውድድር ዓመት ምስኣ ብልቓሕ ንዝጻወተቶ ብራዚላዊ ኣንቶኒ ናይ ምፍራም ክቱር ድሌት ዘሕደረት ሪያል ቤቲስ ብዛዕባ እቲ መስርሕ ንምዝራብ ላዕለዎት ልኡኻታ ናብ ከተማ ማንቸስተር ስዲዳ። ኣብ ቀዳማይ እብረ ናይ ዝሓለፈ ናይ ውድድር ዓመት ኣብ ኦልድ ትራፎርድ እኹል ናይ ጸወታ ግዜ ክረክብ ተጸጊሙ ዝነበረ ኣንቶኒ ኣብ ወርሒ ጥሪ ብልቓሕ ናብ ሪያል ቤቲስ ድሕሪ ምጽንባሩ ግን እቲ ኣብ ኣያክስ ሃኒጹዎ ዝነበረ ቁመና ዳግማይ ክረኽቦ ክኢሉ እዩ። ኣብ ስጳኛ ዳግማይ ዝተንስኣ ኣንቶኒ ናይ ልቓሕ ክለቡ ቤቲስ ዝቕጽል ዓመት ተሳትፎኣ ኣብ መድረኽ ኤውሮፕያን ሊግ ከተውሕስን ኣብ ኮንፈረንስ ሊግ ኤውሮጳ ናይዚ ዓመት ድማ ኣብ ፍጻመ ክትበጽሕ ዕዙዝ ተራ ካብ ዝነበሮም ተጻወቲ ናይታ ጋንታ ሓደ'ዩ። ኣብ ናይ ቤቲስ ግዜኡ ትሽዓተ ሸቶን ሓሙሽተ ቀረብን ድሕሪ ምግባሩ ድማ ብርክት ዝበላ ክለባት ብዳግማይ ትንሳኤ ብቕዓቱ ክምስጣ ተዓዲምወን። ከም ውጽኢቱ ድማ ሪያል ቤቲስ ኣገልግሎት ኣንቶኒ ብቐዋምነት ትረኽበሉ መንገዲ ንምጥጣሕ ክሳብ መወዳእታ ክትፋለም ተበጊሳ ኣላ። ማንቸስተር ዩናይትድ ንመሸጢ ዋጋ ኣንቶኒ ካብ 21 ክሳብ 25 ሚልዮን ዘርጊሓቶ ምህላዋ ይሕበር ኣሎ። ንመስርሕ ኣንቶኒ ተፈጻሚ ንምግባር ድማ እዮም ሓለፍቲ ዕድጊ ቤትስ ብሰሉስ ኣብ ከተማ ማንቸስተር ተራእዮም። ብኻልእ ወገን ወኪል ኣንቶኒ ዝሓለፈ ሰሙን ኣብ ከተማ ሰቪያ ከም ዝተራእየን ምስ ወከልቲ እታ ኣንዶሉስያዊት ጋንታ ድማ ኣብ ጉዳይ መሃያ ከም ዝዘተየ ብኤቢሲ ሰቪላ ዝተባህለት ማዕከን ዜና ሓቢራ።

ትሕዝቶና ኣብዚ ንዛዝም። ብምክትታልኩም ኣዝየ የመስግን። ሰላም። ተኸታተልቲ ሲኔማ ሰመረ ናይ ሎሚ